እዙይ ከማን ደው ሂበኪ።
እዚኦምን ካልኦትን ኣብዚ መደብ እዚ ክንከታተል ኢና። ተባረካተ ዓዲ ዓለ ዓዲ ጥዕኛ ይግበረልና ሓምዛውማ ኣይፍለየና ኣይጉለለና ወላለም ኣይዘኽደው ብውሉም ፍቕሩ ሰላሙ

ሽግሩናን ጽልኡናን ኣብ ደቕዳሕማን ኣብ ደሽበረን ጨናን ሃወሽክማን ባሕሪ ዙሉማን ዕዝር ውሉማን ኽጊድ ውሉማን ሰላም ሰላም ሰላም ፋሚሊ ሰላምኩም ይብዛሕ እዚ ሳሚ ሪያክት እዩ እንኳዕ ላውና ሳሚ ሪያክት ዩቱብ ቻናል ብሰላም መጻኹም ዝተፈላለዩ ትኩሳትን ሓደሽትን ቪዲዮታት ሒዘልኩም መፅያ እኒኹ ሰብስክራይብና ላይክ ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ ኢኹም ኩለኹም ሰብስክራይብ ስለትገብርለኹ ብጣዕሚ የለምስግን ሰብስክራይብ ላይ ገርካ ትርኢ ለለኻ ግን ሰብስክራይብ ገር ላይክ ገር ክል ይደሊ ዳይላ ቪድዮታትና ንቐጽል እሺ ፋሚሊ በቲ ፈለማይ ቪድዮና ንቐጽል ኣለና ሰናይ ምክትታል
ገምጋም ሓደገኛ ሰብ ከይኮነ ይተርፍን ስለዚ እንታይ ዝብል ዘለኹ ብሕፅር ዝበለ ንሕና ነዚ ኣብ ግምት ከነእትዎ ክንክእል ኣለና ኣብ ፖለቲካ እዚ ሰብኣይ እዚ ንኹሎም እቶም ክገብሩ ዝኾኑ ናይ ሚኒስትሪ ጥዕና ትንፋስ ዘርእይላ ዝነበረ ሳልሕ መኪ ን ሓይሊ ባሕሪ ዓሳ ክንገፍፍ ኣይከኣልናን ኢሉ ጴጥሮስ ሰሎሙን ኣሲርካ ከመይ ጌርካ ዓሳ ክትገፍፍ ከምቲ ዝተባህለ ጴጥሮስ ሰሎሙን ማሽናትን ገለ ነእትዩ ን ነቲ ናይ ባሕሪ ኩነታት ብግቡእ ክምዝምዞ ኣብ ዝጀመረሉ ሰዓት ንጴጥሮስ ሰሎሙን ካብቲ ቦታ ኣሊኻዮ ኢሳያስ ተግባርካ እኳ ኣይጠፍኣናን እኳ ንኹሎም እቶም ክገብሩ ዝኽእሉ ዓቕሚ ዝነበሮም ኣሊኻ ሃገር

እቲ ዝርካቡ ተሪፉካ ዝነበረ ስብሓት ኤፍሬም ብብረት ዲኻ ብምንታይ ሃሪምካዮ ይፈልጥን የለን ሕጂ ስታይ ዝብለካ ዘለኹ ኮነ ኢልካ ነቶም ኩሎም ኣርካናት ንበዓል ቫይናክ ብፀድፊ ዝኣዝሉ ኢልኩሞ ቫይናክ ማለት ሓደ ካብቶም ኣርማና እዩ ብን ናበዮም ኣዘኩርኒ ንቃሩራ እንዳኸዱ ከለዉ ኣፅዲፍኩሞም ብጎቦ ሽዑ ሰኺሩ ኣውቲስታ ዶ ኣውቲስታ ከምዚ ገይሩ ዶ ኢልኩም ከዓ ባዶ ሰለስተ ዘርጊኹም ኩሎም ነቲ ሃገር ክጠቕሙዋ ዝኽእሉ ኣርካናት በብሓደ ፅኒትካዮም ኢኻ ኣብ መወዳእታ የስማን ሒዝካ ተሪፍካ።
ገለ ክና ተዘረብካ ትኽእለሉ እዋናት እውን ገይሩ እዩ ኣብ ጥርያ ብዙሕ ሰብ ዝዕዘበ ከዓ ንባዕሊ እውን ዝረእኻ ኩነታት ከዓ ስለ ዘሎ ማለት እዩ
ብዘይ መጠን መግለፂ ዘይብሉ ነገራት እምበር ሓሊ ኣብዚ እንታይ ዓይነት ሕማቕ ነገራት ትዕዘብ ነርካ ብዙሕ

ዋላ ንዓና ንኽብርና እውን ፅቡቕ ኣይኮነን ምስ ከምዚ ዓይነት ሰብ ክንከይድ ዝበሉ ሰባት እዮም ኣነ መንነት ስለ ዘይብለይ ናተይ ክፍሊት ብናይ ካልኦት ሰባት ሽም ቼክ ተፃሒፉ ክወፅእ ይግበር እሞ ኪላበይ ከይትበፅሕ ኢኻ ይንህበካን ኢና ዝተብሃልኩሉ ኣጋጣሚታት ነይሩ ብሽሞም ኣውፂኦም

ንሕና ስታይ ዶ ክብለና እዩ ኢለ ናይ ጀራት ዓርካ ሒዘ በስማን
ናይ ቁም ነገር ናይ ኪያሮ ክልተ ጥራይ እንደ ንድፌቷ ሓንቲ ብኣርተፊሻል ጨጉሪያ ትንቀሳቐስ ኣብዚኣ እንዲ በፅሓትን ጨጉራ ሰሓንቲ ድፌቶ ኣላታ ካልኣይ ብራዘራ ፓስተር እዩ ናይ ፀርጊያ ፓስተር ጂሳስ ግለሉ ምሻ ኣለዉ ፀርጊያ ከማ እዩ
ጴንጠ ማለት እንዲ ፓስተር ዓይነት

ብሓቂ
ንዕርክነት ክትሕዛ ትኽእል ኢኻ ንሓዳር ግን ኣይትሕዛን ኢኻ ናይጀርያ
ፉፉ ከማን ንበል ቀፅል ፋሚሊ እስካብ ሸቲ ግን ሰብስክራይብና ላይክ ድሕር ለይገበርኩም ሰብስክራይብ ገበሩ ላይክ ገበሩ ክል ደሊ ኸዚ ውን ንቐጽል። ሎሚ ተኣምራት ኣብ ሂወይ ኣብ ሂወተይ ርኤ ናይ ብሓቂ እዚ ትርእይዎ ኣለኹም ኣብዚ የሱስ ጂሰስ ሂወተይ ተዓዲግዋ ኣውጺኻኒ ካብ ክንደይ ካብ ክንደይ ኣውጺኻኒ ካብ ክንደይ ሒዝካ ንብኢደይ ንዓር ክዝምረሉ እየ ትማሊ እግዚኣብሔር ኣምላኽ ካብ ናይ ሞት ፈተና ኣውፅእ እንብለኩም ምሳይ ሓቢርኩም ከተመስግኑ እየ እዚያ ቪድዮ ዝሰርሐ ኣለኹ ኣነ ሓቂ ዘረባ ሞት ኣይፈርሓን እየ ምክንያቱ እንታይ መሲልኩም ሞት ንዓይ መሰጋገሪት እያ ወሸለ ናብ የሱስ ከይደ ወሸለ ናብ ጎይታ ከይደ ምክንያቱ ኣነ ንየሱስ እንዳገልገልኩ ናብ ጎይታ ተኸይደ ዕረፍቲ ንዓይ ሃዋርያ ጳውሎስ ከምኡ ኢሉ

እዚ ክንከውን ኮልና ግን ንሕና መራርዊ ንደሊ ንሕና እዘን ኣደ እዚኦ እንተ የፅርዮንኦ ከተማስ እንታይ ክኸውን እስከ ሓንቲ መዓልቲ መታዓል እስከ ብዝኾነ ይኹን ሲ ሓንቲ መዓልቲ ተውዓል እስከ የዕርፍ ኣንስቲ ዕስራ ሰነ ይነዕርፍ በዓል ናፅነት ኣይነዕርፍ ልዕሊ ኩሉ በል ዘጉሄና ዕስራ ሰነ ክንሰርሕ ኩሉ እወ በዓል ናፅነት ስኳ ተሓጒስካ ትውዕለሉ ዕስራ ሰነ ክንሰርሕ ኮላ ይደጉሄና ንሕና ኣብኡ እንዳሰራሕና እንታይ ኮይኖም ኦቨርታይም ዘይሓስብልና ጓሓፍ ዝጉሕፉ ምሳና ኣለዉ መኪና ኣይታንቲ ኣውቲስታ ናይ ሰንበት ሕሰበሎም ፌስታ ሕሰበሎም ኩሉ ይሕሰበሎም ንሕና ኣብ ትሕቲኦም ምስኦም ኢና ንሓ ዝሃብናዮም ድም ዝወስዱ ተኸዮ ንዓና ዝህቡና እንታይ ስለ ዝኾንና ንሕና እንታይ ኢና ኮይና መዴታት ንሕና ንሕና እኮ ኣብ ጀጋኑ ኢና ጀግና ንወልድ ንትክእ ንወራረስ ንወልድ ንሕና ንሕና ዘይከበርና መን ኸብር ንሕና እንታ ክንከብር ዝግባኣና መን ትኸብር ደኣ ኣደ ዘይከበረስ መን ክትከብር

እስካብ ሸቲ ግን subscribe እና like እንድሕር ለይገበርኩም subscribe ግበሩ like ግበሩ ክብል ደሊ ኸዚ ውን ንቀፅል። ከም ኣሕዋተይ ኮይነ ዝሪኦም ሰባት ደስ ዝበለኒ ክፀርፎም ደስ ዝብለኒ ካልእ ሰባት ተፀሪፎሞም ግን ሕኑቅ እዮም መፅንዩ ኣብ ቅድሚ ኣምላክ ምናዳ ኣነ ዴፍ ክፈትዎ ማዓት እዩ ሕጂ ኣይኮንኩን ንዕኡ ክብል ምስ ክንደይ ሰባ ዘይተባኣስኩ ወላ ምስ ስድራቤተይ ተባኢሰ ሓቂ ዘረባ ናብ ስድራቤተይ ሕዘዮም መፅየ ሓደ ግዜ ኣስሕቀየ ኣፃዊተየስ ሕጂ ጠላም ሰገን ይብሉኒ ንዓይ ኣነ ጠላም እየ ሰበይቱ እንዳ ጠሊማታቶ በዳናት ኣነ ንዓይ ምስ ሓሸኒ እንታይ ጠልሞ ደፍ ሓወይ ዕንቅፍ ተይለ ኣነ ኣባይካ ሓላለይ ዝብሎሲ ናይ ቲክቶክ ስለ ዝኾነ እኮ ሕርቕ ሕርቕ ምሽ ብል ኣውፅእ ኣብሎ ንዑ እምበር ወላዲተይ ካብሲ ፈልጦ ዲያና ንዳዊት በዲላቶ ከም ትብሎ እዚ ግን ቶታል ሓሶት እዩ ኣነ ንዳዊት ኣይበደልኩዎን መጀመርያ ክልተ ክራኸቡ ከለዉ ግድን ስለ ዝተራኸብካ ትውድእ ማለት ኣይኮነን ክትፈላለ ትኽእል ክትፈላለ ከለካ ግን ብክልተ ነገር እዩ ክኸውን ዝኽእል ሓደ ፅሑፍተኻ ስለ ዘይኮነ ብሓሳብ ንክትነብር እቲ ኣጓል ናይ ትውልድ ስለ ዘይኮነ ትንካ ትውድ ናይ ኣጓል ስለ ዘይኮነ ካልኣይ ከዓ ሰኣን ምርድዳእኻ እውን ክኾን ይኽእል እዩ ሰኣን ምርድዳእኻ ተፈላለኻ ግን ከም ሓደ መደበኛ ምስ ሓደ ሰብ ክትቆፅሮ ኣይትኽእልን ኢኻ እምበኣር ናይዚ ዝቕንያ ሃዋህው ክዛረብኩም ክምልስ ዝኾነ ሓሳብ ኣይነበረን ብዛዕባ እዚ ጉዳይ እዚ ማለት እዩ ግን ንኩሉ ግዜ ከም ዘለዎ ግዜኡ ኣኺሉ እውን ከም ዝመፅእ ትኽክል ኣሚነ ማለት እዩ ንሱ ከዓ ንሃለኩም ድሮ ግዜኡ ኣኺሉ መፅ ማለት እዩ ቀንዲ ካብ ዳዊት ኣቲተይ ናተይ እያ ክብረተይ እያ ወደይ ጎሪረይ ማዕረ እያ ሰናይ ዳዕረመይ ኣደውልለይ ብጅዋ ጣቆንጆ ድውለይ ፀሪያ ናተይ ኣደ ብውሽጢ ታለክ ድውለይ ኖርማል ኣብኒ ንዕለን እንጀ ንግበራለ ወዲና ላይፍ ኣብዚ ብውሽጢ ተርፊ ስፖርት ጀሚረ ጥዕናይ በቃ ነብሰይ ክሃንፅ ህወተይ ክመርሕ ክወልድ ሓዳር ገብር ገንዘብ ክሕዝ ብዙሕ ይፅበ ነለ ንዓይ ሚኒያ ኣብ ብዙሕ ነገር ሳለኒ ብዙሕ ነገር ዘለኒ ኣነ በዓል ዕላማ ያነ ብዙሕ ነገር እዩ ዘለኒ ኣይድለኒ ህዝቢ ውሽጢ ገለመለ ግዜኻ ምብላዕ ዶ ግዜኻ ቦታ ልባል የለን ምሳይ ከይኒ ነበር ስቶፕ ገይረ እየ ቅድሚ ሕዚ ፅሉል ክረዚ ነይረ ኣነ

ኣንታ ወዲ ሓትነይ ተኾንካ ትሕስካ እኮ ኢካ ንስካ እኮ ኢካ ገሻ ንስካ ኢካ ትዘወር እምበር ንኣና ወዲ ዓዲ እንድየ ከመይ ኣንታ ጌርካ ትቅትሎም ንሕና ትፈልጥ? ደኣ እሞ ምሸት እንዲና ንዘወር ምሸት እኮ ኢና ንዘወር እቶም ደቂ ዓዲ ግን ቀትሪ እዮም ዝዘወሩ ንሪኦም እንዲና ኣብዚ ሓቂ ምሽ ቀትሪ እኮ እዮም ዝዘወሩ እዚ እዚ ናትካ ፕላን እዩ ወዲ ሓትነይ ባዕለይ ስማዕኒ እንዶ ክነግረካ የዕሩኽ ገለሰ ኣለውኻ ዶ በልዮ እህ እንታይ ኢልካዮም ደኣ የዕሩኽ ትጻወቱ ገለ ወዲ ሓትለይ እስከ ናትካ ይመስለኒ ንፃወት እምበር እንታይ ኢላ እንታይ ትፃወት ቢላርዶ ገለ ኩሉ ኣብዚ ዓድና ዘሎ ኩሉ መፃወቲ ንፃወቶ ባሕሪ ንኸይድ ቢላርዶ ንፃወት ኩሉ እንታይ ብሆን እሞ ንዓባ እዚ ኩሉ ዶ ብለይቲ ዶ ይግበር እዩ ዋ ቀትሪ ብቐትሪ እኳ እዩ ዝግበር ሕጂ እንዶ ዘወር ኢልካ ምፃእ
ብሓንዳ ሓወዳትለይ ስኢልካ ዕርፍ ፀሓይ እዩ ዘሎ ንዕርፍ ዘወር ኢልካ ግን ዘይትመፅእ
ናበይ ክዘወር ኣንታ ይርዳእካ እንድዩ ኣብዚ ከባቢ ዝወር ዝወር ሓደ ዓሰርተ ደቂ ገለ ዘወር ክትብል ኣይትኽእልን ዋ ኣንታ ወዳሓትለይ ንስድራኻ ኣስተንኪርካስ ንዓና ክተስተንክረና ቁሩብ ከሽወያ ዒብ ዘይትገብር ተወንካታ
ተረዳሃኒ ተረዳሃኒ እሞ እንታይ መንእሰይ እንዲኻ ሕጂ ዘወር ዘወር ዶ ትብል ኣብዚ ከባቢ ይርዳእካ ኣሎ ምሽ

ኣብ ቤት ትምህርቲ ሓደ ሸኽ ኣብዚ እንዳ ናይ ቁርኣን ቤት ትምህርቲስ ተዓጺና ገለ ኢሎም እዞም ኣስላም ጨረር መረር ገለ ክብሉ ቀንዮም ጀበርቲ እዚ ሳሚ ሽኮር እዩ እሱዩ ብውሽጢ ውሽጢ ኮይኑ ነቲ ኣብዚ ኣፍሪቃ እዩ ተደብዩ ዝነበር እሱዩ ሕጂ በቃ ሳሚ ትግርኛ ኮይኑ ይቀርብ ስልትን ግን ናይ ብሓቂ ጀበርቲ እዩ እሱዩ ሕጂ ንዓምፅዩ ነዛ ናይ ዝሸኽ ኢለ እንታይ ክገብራ ፈቲኑ በቃ ብኡ ገይሩ ነቶም ኣስላም ኣንጻር ትግርኛ ሞቢላስ ክገብሮም ሕጂ ኦ ባህሊ ትጽረፉ ንኢሳያስ ኣይትጽረፉ ገለ ነስላም ኣይትጽረፉ ገለ ብል ንትግርኛ ኣምጽኡ ከህርም ንትግርኛ ከዋቅዕ ንትግርኛ ከባእስ ግን ኣሎ ዝበሃል ጃሃድ ኣሎ ገለ ዝበሃል ነቶም ኣስላምስ ሕጂ ሳታ ናይ ሳሚ ሽኮር እያ ተቐንዲ ፕላትፎርም ንዖም እንታ ኮይናቶም ዘላ ሕጂ እሱ ነዛ ነገር ገይሩ እዚ ሕጂ ዝሸህ ግን ፒዶፋይል እዩ እዚ ብሙሉ ኣብዚ ሰምሃር እዚ እንዳ ቁርኣን ቤት ትምህርቲ ብሙሉ ቆልዑ ዝድፈሩሉ ቤት ትምህርቲ እዩ ነዚ ጆን ብላክ ዝበሃል ኣብ ሆላንድ ተኣሲሩ ዘሎሲ ኣብ ባፅዕ እዩ ተደፊሩ ከምኦም ዝድፈሩ ደቂ ዓሰርተ ቆልዑ ደቂ ዓሰርተ ቆልዑ በዞም ሸኺና ሓጂና ገለ ዝብሉ ኣስላም ጠገለ ይብሉ ኩሎም በቃ እዚ ገይ ዓቢ ንዓቢ ብምርጭ እዚኦም ግን ንመን እዮም ደፍሩ የብለኩም ፒዶፋይልስ እዮም መዓት ፒዶፊልያ ዘሎ እዚ ኣብ ሰምበል እዩ ኣብ ቤት ማእሰርታት ፍሉይ ቤት ማእሰርቲ ኣለዎ ናይ ከምኡ ነዞም ፒዶፋይል ነዞም መሻይኺና ዓበይቲና ገለ ዝብሉ ስምዓት ናይ ፒዶፊላ እዩ ዘሎ ስለዚ እቲ መንግስቲ ዝኾነ መንግስቲ ሓላፍነት ክህልዎ ኢና እቶም ቆልዑ እንተኸገብሮም ክከላኸሎ ኣሎ ሕጂ ግን ፒዶፋይል ኩሉ ተኣሰርካዮ ንሃይማኖትና ተኣሲሩ ከምዚ ኮይኑ ሕሉፍ ሓሊፍዎ እቲ ሓደ ከማንሲ ደብረ ቢዘን ከማን ክዕፆ ኣለዎ ማዕረ ክኾን ኣለዎ ደብረ ቢዘን ወደባት ደብረ ቢዘን እዚ ግእዝ እዚ ኦሪት እዚ ታቦት ወደባት ወዲ መሬት እስላማይ ወዲ መሬት ኣይኮነን ምስልምና ኣብ ኤርትራ ናይ ባዕዲ ሃይማኖት እዩ ናይ ወፃእ ሃይማኖት እዩ ወረራን ብዓመፅን ዝመፀ እዩ ኣነ ሃራ ይብፀልኩም ኣብዚ ሃገር ባካ ኣብዚ ዓዲ ዓዲ እንግሊዝ መፂኹም ዒድ ይበዓለልና መስጊድ ከም ዝገበረልና ከምኡ ዝበሃል የለን ኣብዚ ዓዲ ባዓላ ዝባዓል እቲ ጥንታዊ ወደባ ጥራይ ክሪስማስ ገለ ገለ እምበረይ ናይ እስላም ባዓል ተባሂሉ ዝዕጾ ቤት ትምህርቲ ድዩ ዝዕጾ ገለ ድዩ ገለ የለን ኣባና ከ ከምኡ ይኸውን ናይ ምስልምና ዝበሃል ኦፊሻል ነገር ኣይኮሉን ኣይኮሉን በቃ ንሕናሲ ኣብ ዓዲ ሰየሊ ዋላ ኣብ ጻዕዘጋ በቃ በዓለ ማርያም በዓለ ገለ ገለ ኢና ነብዕል እምበር ናይ ቁርኣን ዶ ናይ መሓመድ ዶ ናይ ሓጂ ኩሶ ገሌና ነብዕሎ ንዓፅዎ ነገር የለ ወይ ዒድ ናይ ኩሶ ገሌና ንገብሮ ነገር የለ እንድሕሪ እሱ ኢኻ ክቕፅል ብከምኡ ኢና ንሽሓት ዓመት ነርና ሕጂ እስላማይ ዝበሃል ነገር መፅሞ ነቲ ናይ እስላማይ ነገር ተቐቢልና ኣብ ዓድና ናይ እስላማይ ነገር ተጎንቢሕና ክስታ ክንገብር ኢና ኢልኩም ትሓስቡ ተለኹም ታሽሙ ረስዕዎ ሕዋስናም ተደሊኹም ብሰላም ከምዚ ኣብ ዓዲ እንግሊዝ ፈረንሳይ ኢዩ as a minority as immigrant ኮንኩም ኣብ ኤርትራ ክትነብሩ ትኽእሉ ኢኹም ካብ ወጻኢ ግን እንታይ የለን ፈራራሕ ኢልኩም ሓፍ ኮፍ ኢልኩም ገለገለ ኢልኩም ካ ትገብሮ ነገር የለን ሕጅስ እዚ ሰማይ መጺኡ ናብ ኤርትራ ሲ ኣየናይ ሰላማይ ክስታ ክህድድ መጽእ እቶም ቀደም ተኣሚንኩም ሱዳን ኣሚንኩም ግብጺ ኣሚንኩም ሲርያ ኣሚንኩም ዒራቅ ኣኪ ፋሚሊ ሎምዓንቲ ልሓ ዝኮን ቪድዮታት ዘይ ኦሞስሉ ነሮም ኣብ ቀጻሊ ብልገራርሙ ቪድዮታት ሒዘልኩም ክምለስ እየ እስካብ ሽዕቲ ግና ሰብስክራይብ እና ላይክ ምግባር ኣይትረስዕ ኢኩም ፒስ ኣውት።